ኣብ ኩሉ ኩርናዓት ዓለም ኮንኩም ነዚ ብዋንጋድ ዋንሳን ቻነል ዝመሓላለፍ መንፈሳዊ መደባት ንምክትታል እቲ ምስ ከደ ዘይምለስ ብኽብሩ ኣልማዝን ወርቅን ዘይዳረጎ ዝኸበረ ግዜኹም ሂብኩም ንትከታተሉኒ ዘለኹም ዘበልኩም ካብ እግዚኣብሔር ኣቦናን ካብ ጎይታናን መድሓኒናን የሱስ ክርስቶስን ጸጋን ሰላምን ምሳኻትኩም ይኹን። ካባይ ካብ ድኹም ሓውኹም ድማ ዕዙዝ መንፈሳዊ ሰላምታ ኣብ ዘዘለኹሞ ከም ዕዘት ሃብቲ ኣምላኽ መጠን ይብጻሕኩም። ከመይ ቀኒኹምለይ ብሩኻት። ኣነ ብምሕረት ኣምላኽን ብረዲኤቱን ብጸሎትኩምን ሰላምን ሰናይን ጥዑምን ቀንየልኩም ኣለኹ ክብሪ ንስም ይኹን ኣብ ዝሓለፈ እዋን መንፈሳዊ ከይዲ ናተይ ወይ መንፈሳዊ ኣካይዳ ናተይ እንታይ ከም ዝመስል ብመጠኑ ገሊፀ ነይረ መፅሓፍ ቅዱሳዊ መሰረት ዝገበረ ኣካይዳይ እቲ መንፈሳውነቱ እንታይ ይመስል ብዝገለጽኮ መጠን ተረዲኡኩም ክኸውን ድማ ብጎይታ እትስፎ። ሎሚ ውን ቁሩብ ናቱ መቐጸልታ ሒዘልኩም ክመጽእ እግዚኣብሔር ኣምላኽ ስለ ዝረድኣኒ ኣዝየ የመስግኖ። ንስኻትኩም ውን ከም ወትሩ በቲ ንጹህን ፍቕራውን ልቦናኹም ኮንኩም ከም ተድህቡለይ ብጐይታ እምንቶ'ዩ። ቅድሚ ናብቲ መደብ ምሕላፈይ፣ ሕጂ'ውን ነቲ ትጽሕፉለይ ዘለኹም ርእይቶታት ከየመስገንኩ ክሓልፍ ኣይደልን። ክብሪ ንኣምላኽ፣ ጐይታ ንዓኻትኩም፣ ንህያበይን ንጸጋይን ሃብተይን ንዝኾንኩም ህዝበይ ይባርኽ። ብሳላ'ቲ ትጽልዩለይን ትድግፉንን እትህቡኒ ርእይቶታትን ምሉእ ክኸውን ምዃነይ ድማ ርዱእ ነገር እዩ። ኣምላኽ እናባረኸ ይባርኸለይ ንዓኻትኩም። ክብሪ ንስም ይኹን። ሕጂ ብቐጥታ ናብቲ መደብ ክሓልፍ እየ። ሕቶን ርእይቶን ዝብል ነገር ሎሚ ከካፍለኩም እዚ ዝብሎ ኣነ ክብሎ ደኣ እምበር ካባይ ንላዕሊ ኣስፊሕኩም ከም ትርድእዎን ከም ትፈልጥዎን ርዱእ ነገር እዩ መቸም ኣብዚ ዓለም እዚ ክልተ ዓይነት መንግስቲ ክልተ ዓይነት ምሕደራ ከም ዘሎ ኩላትና ዘይንስሕቶ ሓቂ እዩ። እዚ ክልተ ዓይነት መንግስትን ምሕደራን እዚ ከኣ እንታይ እዩ እንድሕር ኢልና እቲ ሓደ ዲሞክራሲ ክኸውን ከሎ እቲ ካልኣይ ከኣ ቲዮክራሲ እዩ። እቲ ቀዳማይ ዲሞክራሲ ዝበሃል ህዝባዊ ምሕደራ ማለት እዩ። እቲ ዴሞ ዝብል ህዝቢ ክውክል እንከሎ እቲ ክራሲ ዝብል ምሕደራ እዩ ዝውክል። እቲ ካልኣይ ከኣ ቲዮክራሲ ማለት ቲዮ ዝብል ብግሪክ ኣምላኽ ንዝብል ዝገልጽ ክኸውን ከሎ ክራሲ ከኣ ምሕደራ ማለት እዩ። ስለዚ ክልቲኡ እቲ ሓደ ዲሞክራሲ እቲ ሓደ ቲዮክራሲ እንታይ እዩ እቲ ሓደ ህዝባዊ ምሕደራ ዴሞክራሲ ማለት እቲ ሓደ ከኣ ኣምላኻዊ ምሕደራ ቲዮክራሲ እዚ ክልቲኡ እዚ ክልቲኡ እንታይ እዩ ፍልልዩ እንድሕር ኢልና እቲ ቀዳማይ ህዝባዊ ምሕደራ ክሳብ ዝበልና እቲ ምሕደራ ህዝባዊ እዩ ማለት ብናይ ሰብ መሪሕነት ዝኸይድ፣ ሰብ ዝተሰምዖ ዘበለ ዝዛረበሉ፣ ዝተሰምዖ ዘበለ ዝገብረሉ፣ ከምተሰምዖ ዝነብረሉ ሕጊ ዘማቻችእ እዚ ህዝባዊ ምሕደራ ይበሃል። ብኻልእ ኣዘራርባ ህዝባዊ ምሕደራ ናይ ህዝብታትን ኣህዛብን ግምት ዘለዎ ህዝብታትን ኣህዛብን ብዝመስሎም ብዘዋቐርዎ ስርዓትን ሕግን ዝቕይድ ምሕደራ እዩ። እቲ ካልኣይ ዓይነት ምሕደራ ከኣ ንሱ እቲ ቲዮክራሲ እዩ። ቲዮክራሲ እቲ ኣምላኻዊ ምሕደራ፣ ኣምላኻዊ ምሕደራ ከም ተሰማዓካ እትነብረሉ፣ ከም ተሰማዓካ እትዛረበሉ፣ ከም ትሰማዓካ እትኸደሉ ብዝመሰለካ ስርዓት ኣዋቒርካ እትኸደሉ ዘይኮነስ ወይ እትቕየደሉ ዘይኮነስ ብኣንጻር ናይዚ ብዝፍለጠካ ብዝርደኣካ ክኸውን ብዘለዎ ቅኑዕ ጽባሕ ብዘየጣዕስ ጽባሕ ብዘይቅየር ኣምላኽ ባዕሉ ብዘዋቐሮ ስርዓትን ሕግን ዝመርሕን ዝምራሕን ኣካይዳ እዩ። እዚ ክልቲኡ እዚ ኣበይ ኢና ንረኽቦ እንድሕር ኢልና ኣብ መጽሓፍ ቅዱስና ኢና እንረኽቦ። ቤት እስራኤል ካብታ ካብ ምድሪ ግብጺ ብመሪሕነት ሙሴ ዝወጹላ ግዜ ጀሚሩ ክሳብ ዘመነ መሳፍንቲ ካብኡ ሓሊፍና እውን ክሳብ ዘመነ ሳሙኤል ዝነበረ ምሕደራ ኩሉ ቲኦክራሲ ወይ ኣምላኻዊ ምሕደራ'ዩ። ሕጎም ካብ ኣምላኽ፣ ስርዓታቶምን ትእዛዛቶምን ካብ ኣምላኽ፣ ፍርድታቶም ብመሰረት ትእዛዛት ኣምላኽ ነይሩ። እዚ ክሳዕ ዝነበረ ቲኦክራሲ ይበሃል። እዚ ሓንቲ እኳ ናይ ሰብ ግምት ዘይብሉ፣ ሰብ ዝመስሎ ሓሳብ ዘየእተወሉ፣ ካብ ኣምላኽ ብዝኾነ ሕጋጋትን ትእዛዛትን ፍርድታትን ስርዓታትን ተሰሪዑን ተቐይዱን ዝኸይድ ኣካይዳ እዩ። እቲ ካልኣይ ምሕደራ ግና ንሱ እቲ ዴሞክራሲ ኣብ ዘመን ቤት እስራኤል ኣብ ግዝኣት ንጉስ ሳኦል ዝተራእየ እዩ። እዚ ማለት ካብኡ ጀሚሩ ዝተራእየ ድሓር ክንሪኦ ኢና ድሓን። ከም ናይ ከባቢና ዝበለ ንጉስ ሃበና ክብሉ ነንብብ ኢና ኣብ ቀዳማይ ሳሙኤል ምዕራፍ ሸሞንተ። ከምቶም ኣብ ከባቢና ዘለዉ ህዝብታት ዝመሓደሩሉ ከምኡ ዓይነት ምሕደራ ከምኡ ዓይነት ንጉስ ሃበና ክብሉ ከለዉ ንባዕሉ እንታይ እዩ ዘርእየና ዘሎ እንድሕር ኢልና ፍልይ ዝበለ ነገር የርእየና ኣሎ። እቲ ናይ ከባቢኦም ዘለዉ ህዝብታትን ኣህዛብን ምሕደራን ንሳቶም ክመሓደሩሉ ዝጸንሑ ምሕደራን ነንበይኑ ምዃኑ እዩ ዘርእየና ዘሎ። ሕጂ ኣብቲ ከምኡ ዝተባህለሉ ግዜ እንታይ ግን ተገይሩ እንድሕር ኢልና ኣብቲ ከምኡ ዝተባህለሉ ግዜ ሳኦል ተዋሂብዎም። ሳኦል ክወሃቦም እንከሎ ኣብ ቀዳማይ ሳሙኤል ከም ነንብቦ ሳሙኤል እንታይ ኢሉ እዝን እዝን ምስ ሓለፍካ እዚ ክገጥመካ እዩ እዚ ምስ ሓለፍካ እዚ ክገጥመካ እዩ ምስ በሎ ቀዳማይ ሳሙኤል ምዕራፍ ዓሰርተ ዘሎ ይጠቐሰልኩም ዘለኹ ደሓር መንፈስ እግዝኣብሄር ክመጻካ ንልብካ ውን ክቅይሮ ካልእ ሰብ ውን ክትከውን ኢካ ክብሎ ከሎ ንሳኦል ነንብብ እዚ መንፈስ እግዝኣብሄር ናብ ሳኦል ምስ መጸ እንታይ እዩ ጌርዎ ንሳኦል እንድሕር ኢልና ካብቲ ዝዓበየሉ መዕበያ ብስርዓት ኣምላኽ ብትእዛዝ ኣምላኽ ተኾስኲሱ ዝዓበዮ ምዕበያ ሕጂ ብዝመስሎ ክኸይድ ዝተብዕ ልቢ እዩ ተዋሂብዎ ኣብዚ ግዜ እዚ ከምተሰምዖ ክኸይድ በቃ ዘኽእሎ ልቢ እዩ ተዋሂብዎ ኣብዚ ግዜ እዚ ምኽንያቱ እቲ ምሕደራ ከም ናይ ኣህዛብ ክኸውን ክሳዕ ተደለየ እሞ እቲ ክነግሶም ዘለዎ ከኣ እስራኤላዊ ክሳብ ዝኾነ ስርዓት ኣህዛብ ዘይፈልጥ እስራኤላዊ ኣብ ማእከል ወለዶ እስራኤላውያን፣ ኣብ ማእከል ቤት እስራኤል፣ ኣብ ሕብረት ቤት እስራኤል ዝዓበየ ክሳብ ዝኾነ፣ ጽልዋኡ ኩሉ እንታይ እዩ ዘሕድረሉ ንሳኦል? በቲ ናይ ቤት እስራኤል ኣካይዳ ንኸኸይድ። ስለዚ ከምኡ ስለ ዝነበረ ከኣ ልቡ ክቕየር ነይርዎ ካብ ናይ ኣህዛብ ኣካይዳ ንኸኸይድ። እሞ ከምኡ ዓይነት መሪሕነት ድማ ክመርሖም ምእንቲ ልቡ ተቐይሩ። ኣብዚ ግዜ እዚ ኣብ ቤት እስራኤል እንታይ ክመጽእ ጀሚሩ እንድሕር ኢልና ዴሞክራሲ ክመጽእ ጀሚሩ ብቐንዱ ድሓር ኣብቲ ጉዕዞኦም ክንመጽእ ከለና ኣብ ግዜ ሰሎሞን ሰሎሞን ኣማልኽቲ ኣህዛብ ምስ ኣምለኸ ምስ ኣህዛብ ብምውሳቡ ካብ ሕጊ ሙሴ ምስ ወጸ ድሕርዚ እቲ ኣማልኽተን ዘምለኸሞ ኣብዚ ኣማልኽተን ዘምለኸሉ ናይተን ዝኣተወን ኣንስቲ ዘበላ ኣማልኽቲ ዘምለኸሉ እዋን ካብኡ ጀሚሩ ከኣ ክልተ መንግስቲ ኮይኑ እቲ ሓደ መንግስቲ ይሁዳ ሮብዓም ዝነገሶ ድሕሪ ንጉስ ሰለሙን ማለት እቲ ሓደ ከኣ ቤት እስራኤል መንግስቲ ቤት እስራኤል የሮብዓም ዝነገሶ ሕጂ ውን ሮብዓም ዝነገሶ ቤት ይሁዳ ቲኦክራሲ ክሕዝ ከሎ፣ የሮብዓም ዝነገሶ ቤት እስራኤል ደሞክራሲ ክነግሶ ከሎ ነንብብ፣ ማለት ህዝባዊ ምሕደራ ክኣትዎ ከሎ ነንብብ። እዚ ኩሉ እዚ ዝብል ዘለኹ ሕጂ ካብኡ ጀሚሩ ኣብ ትሕቲ ጸሓይ ሓድሽ ነገር የለን፣ እቲ ዝነበረ'ዩ መሊሱ ዝነብር እሞ ሕጂ ውን ኣብ ኣብዚ ሜድያ ዓለም ክንመጽእ እንከለና በብውልቂ እንዲና ንመጽእ ኣነ ሕጂ ብናተይ እዚ ቻነል እዚ ከፊተ ከይድ ኣለኹ ተሓደ ሓደ ከዓ ብናቱ ቻነል ከፊተ ከይድ ኣሎ ግን ምንም እኳ ከምዚ እንተኾነ እቲ ዝቕይደና ግን ካብዚ ክልቲኡ ወፃኢ ክኸውን ኣይክእልን እዩ ወይ ቲኦክራሲ ዝቕይደካ ኢኻ ትኸውን ወይ ከኣ ዴሞክራሲ ዝቕይደካ ኢኻ ትኸውን። ዴሞክራሲ ዝቕይደካ እንተኾይኑ ካብ ገዛእ ርእስኻ ጀሚሩ ዲሞክራሲያዊ ጥራይ ኢኻ ትኸውን። እዚ ማለት እስኻውን ዝመሰለካ ትዛረብ፣ ዝተሰማዓካ ትገብር፣ ግምትካ ንኣምላኽ ከይፈራሕካ ግምትካ ከም ድላይካ ትድርጐሕ ትነብር ትኸውን። ብቲኦክራሲ ዝኸይድ ከኣ እንተ ዀይኑ፣ ክዛረብ ክደሊ ከሎ'ኳ እዚ ክዛረቦ ደልየ ዘለኹስ ብቓል ኣምላኽ ክምዘን ከሎ ርትዓውነቱ፣ ልክዕነቱ፣ ሓቁ እንታይ ይመስል? መቸም ዝዛረቦ ዘበለ ኩሉ በታ መዓልቲ ፍርዲ ጸብጻብ ክህበሉ ምዃነይ ተነጊሩኒ ኣሎ'ሞ፣ ጸብጻብ ክህበሉ ከለኹስ ዝረዘነ ጸብጻብ ክኾነለይ ምእንቲ ሕጂ ኣዘራርባይ እንታይ ይኹን? ጎይታ ንኣፈይ ቀፊር ግበረሉ፣ ደገ ከናፍረይ ሓሉ እናበለ ካብ ርእሱ ጀሚሩ ብቲዮክራሲ ተቐይዱ ይኸይድ። ነቲ ኣብ ምሕላኑን ሓሳብ ልቡን ኣትዩ እዚ ቅኑዕ ኣሎ እዚ ቅኑዕ የለን ኢሉ ክፈርደሉ ዝኽእል ቃል ኣምላኽ ነገራቱ የማእኽል ብእኡ ይምእዘን እሞ ብእኡ ልክዕ ምስ ሃለወ ከከም ኣገባቡ ከከም ቅደም ተኸተሉ ቀዳምነት ክወሃቦን ዝግብኦ ብቐዳምነት ደረጃ ብካልኣይ ደረጃ ክስራዕን ዘለዎ ብካልኣይ ደረጃ እንዳሰርዐ ክከይድ ከኣ ይክእል መን እዩ እዚ ቲዮክራሲ ሕጂ ክልቲኦም እቲ ዲሞክራሲ ከኣ ከምቲ ኣቀዲመ ዝበልክዎ እዩ ሕጂ ብግምቱ ከይድ ዝተሰምዖ ዛረብ ዝተሰምዖ ገብር ዝመሰሎ ኣንታ ከምኡ ተዘይኮነ ከመ ንፈልጥ ኢሉካ ከይጠርጠረ ዝመሰሎ ዘበለ ስቅ ኢሉ ይጽሕፍን እዛረብን እነብርን እገብርን ማለት እዩ ደሞክራሲ እዚ እዩ ሕጂ እታ ርእሰይ ሕቶን ርእይቶን ኣብ ትብል እንድያ ዘላ ክልቲኡ ዓይነት ምሕደራታት ቲዮክራሲ ይኹን ደሞክራሲ እዚ ክልተ መሰል እዚ ይፈቕደልካ እዩ ሕቶን ርእይቶን ግን ክልቲኡ ክፈቕደልካ እንከሎ ፍልልይ ኣለዎ። ቲዮክራሲ ክሳዕ ዝበልና ካብ ዲሞክራሲ ክፍለ ናይ ግድን እዩ። ዲሞክራሲ ክሳዕ ዝበልና ከኣ ካብ ቲዮክራሲ ክፍለ ናይ ግድን እዩ። ሕጂ ከምኡ ክሳብ ዝኾነ ክልቲኡ ዝህበካ ናይ ሕቶ መሰል፣ ክልቲኡ ዝህበካ ናይ ርእይቶ መሰል በበይኑ እዩ። ፈጺሙ በበይኑ እዩ። እቲ ዴሞክራሲ ህዝባውን ኣህዛባውን ስርዓት እዩ ዝኸተል። ዓይነት ኣተሓትትኡ ይኹን ዓይነት ርእይትኡ ይኹን። እቲ ቲኦክራሲኻ ኣምላኻዊ ስርዓትን ምሕደራን እዩ። መሰረት ዝገብር ዓይነት ሕትኡ ይኹን ዓይነት ርእይትኡ ይኹን። ስለዚ ሕጂ ብቐጥታ ኣነ ግና ናብቲ ናይ ቲዮክራሲን ዲሞክራሲን ዝብል እናፈላለኹ ክዛረበሉ እቲ ቲዮክራሲያዊ ዝኾነ ነገር ጥራይ ክጠቅሴ እቲ ዲሞክራሲ ኣብ ሜድያ ዓለም ንሪኦ ስለ ዘለና ምጥቃሱ እንተድለየኻ ምናልባሽ ክዛረበሉ ክእል ቴዎክራሲ ኣነ ኣብ ሓደ ሜድያ መጽየ ንሓደ ሰብ ሜድያ ዘመሓላልፍ ዘሎ ርእይቶ ክህቦ እንተኾይነ እቲ ርእይቶ ዝነቅፍ ይኹን ወይስ ዝምዕድ፣ ዝግስጽ ይኹን ወይስ ዝመክር ዓይነቱ ብዘየገድስ ደሓን ነቲ ዝምልከቶ ክሳብ ዝኾነ ብውልቁ ክጽሕፈሉ ሓደ ሸነኽ፣ ዓይነት መራኸቢ ካልእ ኣለኒ እንተኾይኑ ከም ስልኪ ዝበለ ከኣ ቀጥታ ደዊለ ከዘራርቦ በቲ ካልእ ሸነኽ። እዚ ጥራይ እዩ ቲኦክራሲ ዝፈቕደለይ። ምኽንያቱ እቲ ርእይቶ ንዕኡ እዩ። ነቲ ዝምልከቶ እዩ። ንኻልእ ኣይኮነን። ስለዚ ኣብቲ ኣብቲ ባይታ ኣብኡ መፅእ እንተ እፅሕፎ ኣለኹ ኮይነ ግና ርእቶ ድየ ድቦ ዘለኹ ወይስ ካልኦት ሰባት ብዛዕባኡ ክፈልጡ እየ ዝገብር ዘለኹ ርእቶ ማለት ነቲ ዝምልከቶ ኣካል ንዕኡ ክትሃንፅ ኢልካ እትብሎ እዩ ንዕኡ ኣካይድኡ ክጥምት ኢልካ፣ ንዕኡ መጻኢኡ ክሓስብ ኢልካ፣ ህሉውን መጻኢኡን መድረኹ ኩሉ ከማእዝን ምእንቲ ክኽእል ኢልካ እትብሎ ነገር እዩ እቲ ዕላምኡ መጀመርያ ርእይቶ ክበሃል ከሎ። እዚ እዩ እቲ ሓቂ። እንታይ ይብል እቲ ጽሑፍ? ብሰብ ምእንቲ ክረኣ ኢልኩም ኣይትግበሩ ዝብል ቃል ኣሎና። ብሰብ ክረኣ ኢልኩም ኣይትግበሩ። ሕጂ ኣነ ኣብ ናይ ሓደ ሰብ እንተ ድኣ ኣብቲ ናቱ ሜድያ ትኽ ኢለ ኣብቲ ከምዚ ሕጂ ዓለም ትገብሮ ዘላ ከምኡ ትኽ ኢለ እንተ ድኣ ጽሒፈ ብሰብ ክረኣ እየ ዝገብሮ ዘለኹ። ዋላ ኣነ ብሰብ ክረኣ ኣይበል እምበር ብሰብ ክረኣ ግን እኸውን ኣሎ። ኣድልይኒ ዘሎ ግን ብኣምላኸይ ክረኣ ኣብቲ ዝምልከቶ ኣካል ከኣ እቲ ክብሎ እደልዮ ዘለኹ ክፍለጥ እዚ እዩ ዘድልየኒ ዘሎ እዚ ክሳዕ ዝኾነ እቲ ዘድልየኒ ኣነ ንዕኡ ጥራይ እየ ክዛረቦ ዝኽእል ንዕኡ ጥራይ እየ ክጽሕፈሉ ዝኽእል። ኣብ መጽሓፍ ቅዱስና ኸነንብብ ከለና፣ ያፌትን ሴምን ካምን ሰለስቲኦም ደቂ ኖህ ምዃኖም ንዝክር ኢና ዅላትና። ኣብቲ ኖህ ሰኺሩ ዕርቃኑ ዝወጽኣሉ ግዜ ግና፣ ካም መጀመርያ ዝረኣየ ንሱ እዩ ነይሩ። ካም ልቦና ረኺቡ ነይሩ እንተ ዝኸውን፣ ህድእ ኢሉ እውን ክሓስብ ክኢሉ ነይሩ ተዝኸውን፣ ካብ ግዜ ናብ ግዜ እቲ ምስትውዓል እናሰፍሐ ስለዝኸይድ ዝገብሮ ምፈለጠ ነይሩ። ርእይ ምስ ኣበሎ ዕርቃኑ ግን ከይዱ ናብ ኣሕዋቱ ኣቦይ ከምዚ ኮይኑ ኢሉዎም። ሕጂ ብዛዕባ ኣቡኡ እዩ ዝዛረብ ዘሎ ነቡኡ ኣይኮነን ዝዛረብ ዘሎ ንኦም እዩ ደፍልጦም ዘሎ ንኦም ምፍላጦም ግን ንካም ጠቒምዎ ዶ ንኦም ጠቒምዎም እዩ ክገብርዎ ዘለዎም ክገብሩ ኣኽኢልዎም ያፌትን ሴምን ዝገበርዎ ኣንቢብኩሞ ኣለኹም። ንካም ግን እታ ነሕዋቱ ከይዱ ምንጋሩ ክተርግምዎ ከሎ ኢና ንርኢ። ኣብ መወዳእታ። ስለዚ ከም ያፌትን ሴምን ኮይነ ዕርቃኑ ዝወጸ ነገር እኳ እንተዝገጥም ከም ያፌትን ሴምን ኮይነ ደኣ ክኸይድ እሞ ብተኻእለ መጠን ዕርቃ እቲ ዕርቃኑ ዝወጸ ልብሲ ከልብስ ብጽሑፈይ ቀስ እንዳገበርኩ ልብሲ ከልብስ ደኣ እምበር ከም ካም ኣብ ሜድያ ዓለም ክድርጉሖ ኣይኮንኩን። መንፈሳዊ ኣካይዳ ናቱ ባህሊ ኣለዎ። ኣብ ዝሓለፈ እዋን ኢለኩም ኣለኹ፣ መንፈሳውነትን ባህልን ተጸናቢሩ ኣሎ፣ እዚ ግን ክጸሪ ይግብኦ እዩ ኢለኩም ኣለኹ፣ ኣብቲ ኣብቲ ኣብቲ ራእየይ ውሽጢ ኣቐሚጠዮ ኣለኹ። ሓደ ካብኡ እዚ እዩ። ተሓዋዊሱና ኣሎ። ኣብ ናይ ምድሓን ነገር ዘትኮረ መጽሓፍ ቅዱስ ነንብብ፣ ኣብ ናይ ምድሓን ነገር ዘትኮረ ወንጌላት ንሕ ኣብ ኣርባዕቲ መጻሕፍቲ ወንጌል ንሕዝ፣ ኣብ ካልእ ኣካይዳና ግን ህዝባውን ኣህዛባውን ዓለማውን ኣካይዳ ንኸይድ። ደይንስ ወዲ እሱ ደኣ ጽባሕ ንግሆ ዘርግመና መን እዩ? ሕጂ እዚ ምእንቲ ከይከውን ግን ኣነ ኣብ ሜድያዊ ኣገልግሎት ውሽጢ ክመጽእ ከለኹ፣ ብቲዮክራሲ ከም ዝቕየድ እዚ ኸኣ ንረብሓይን ረብሓኹምን ከም ዝኸውን ሎሚ እምስክረልኩም ኣለኹ። ካልእ ኣየድልየንን እዩ። ቲዮክራሲ ጥራይ ንዓይ እኹል እዩ። ደቂ እስራኤል ከም ናይ ከባቢና ከምቶም ኣብ ከባቢና ዘለዉ ህዝብታት ዝገዝኣና ኣንግሰልና ኢሎም ኣነ ኸኣ ካብኦም ተማሂረ ከም ናይ ከባቢየይ ዘለዉ ህዝብታትን ኣህዛብን ዝኸድዎ ዓይነት ኣተሓሳስባ ክኸይድ እቲ ሓሳብ እቲ ሃበና ይብሎን እየ ንኣምላኸይ እቲ ሓሳብ እቲ ይንገሰና ይብሎን እየ ፍጹም ስለዚ ቀዳምነት ኣብታ ርእይቶ ትብል ክጸቅጥ እንከለኹ ኣብ ዝሓለፈ ኣብ ተወሰነ እዋን ዝነቕፈኒ ኹን ዝንእደኒ ዝግስጸኒ ኹን ዝምዕደኒ ዓይነት ርእይቶታት ተደምሲሱ ኢልኩም ቅር ኣይበልኩም ተደምሲሱ ይኮነን ንዓይ ዘድልየኒ ምዃኑ እየ ዝፈልጥ ኣነ ምስ ወሰድኩዎ ከኣ ኣነ ወሲደዮ ኣለኹ ካብኡ ብዝሓለፈ ግን ዝንእደኒ ርእይቶ ዘርጊሐዮ ኮፍ ተበልኩ። ዋው ቢንያም ኪሮስ ከምዚ እባ እዩ ክበሃለለይ ኣይዓብሰለይን። ንዓይ ደድልየኒ ኣነ ወስዶ። ካልእ ነቲ ብናይ ናእዳን ኣድናቖትን ዝጸሓፍ ርእይቶታት ኣንቢቡ ሰብ መጺኡ ነቲ መደባተይ ክከታተል ምእንቲ ኢለ መዐደሚ ኣይገብሮን ንዓዩ ተባሂሉ ኣነ ወሲደዮ ኣለኹ ስልዩ ንኣምላኸ የመስግን ዝነቕፈንን ዝግስጸንን ተመጺኡን ንዓዩ ተባሂሉ ዘሎ ኣነ ወስዶ ኣለኹ ስልዩ ንኣምላኸ የመስግን እቲ ምንታይ ጻድቕ ውቅዓኒ ለውሃት እዩ ይዝለፈኒ ዘይቲ ርእሲዩ ርእሰይ ኣይእበዮ እዩ ነገሩ ስለዚ ክወስደዮ ኣእሱን ምስ ወሰድኩ ከም ኣቦና እዮብ ዝግስጸኒ ዘበለ ተግሳጽ ኩሉ ብትኽክል ዝግብኣኒ ድዩ ወይስ ዝመሰሎ ድዩ ኸኣ ኣነን መንፈስ ቅዱስን ኮይንና ንሪኦ ነገር እኸውን? እንተ እቲ ምውሳድ ግን ንወስዶ። ክብሪ ንስም ይኹን። እዚኣ ኣካይዳይ ምዃና ተገንዘብዋ። ስለዚ እቲ ትህቦ ርእይቶ ዕሽሽ ኣይኮነን ዝበሃል ዘሎ። ብቲዮክራሲያዊ ኣካይዳ ግን ንዓይ እዩ ዝምልከት ኣነ ወሲደዮ ኣለኹ ጥራይ። እሞ ክጽሕፈልኩም ኣድራሻኹም ምስ ትገድፉለይ ከኣ ኣብኡ ከም ዝበጽሓኒ ክሕብረኩም እኽእል እየ ክብሪ ንኣምላኽ እዞም ናይ ሚድያ ቲም እውን ተቐቢልናዮ ኣለና ወሲድናዮ ኣለና ኢሎም ይፅሕፉልኩም እዮም ኣብ ክንዳይ ኮይኖም ይባርኹኹም እዮም ክብሪ ንስም ይኹን ጎይታ ብሩኽ ኣብሎም ምስናይ እዚ ኣብ ርእይቶ ብቲዮክራሲ ደረጃ ኣነ እቲ ኣነ ዕላማ ናይቲ ርእይቶይ ክነግረኩም ጸኒሐ ብዕላማ ናይቲ ርእይቶ መሰረት ከኣ እኸይድ ኣነ ኣብ ዓለም ግን እንታይ ኮይኑ ዘሎ ርእይቶ ምሃብ ማለት ተጻናቢሩ ኣሎ ርእይቶ ምሃብን ምቅላዕን ርእይቶ ምሃብን ንሰብ ምፍላጥን ዓይነት እዩ ዝኸውን ዘሎ እሞ ርእይቶ ግን ትነጽር ርእይቶ ማለት ነቲ ዝምልከቶ ማለት ጥራይ እዩ ክብሪ ንኣምላኽ ካብኡ እዚ ክብል እንከለኹ ምናልባት ቴዎክራሲ ይብል ኣሎ ዝቃልዖ ነገር ከይቃልዖ ኢሉ እንተ ኢልኩም ኣነስ ብዘይካ ድኻምን ሓጢኣትን ዝቅላዕ ነገር የብለይን ንሕልና እዛረብ ኣለኹ ኣነ። ብዘይካ ድኻም፣ ሓጢኣት፣ ዝቃላዕ ነገር ካልእ ዋላ ሓንቲ የብለይን። ስለዚ ኸኣ'ዩ ክርስቶስ ዓርከይ ዓርኪ ሓጥእ ዝኾነ። ክብሪ ንስሙ ይኹን። ንሱ ትባዕ ኢሉኒ ተቢዐ ደኣ እመላለስ ኣለኹ እምበር ኣነስ ሓጢኣተይ ኣሕልል ከብለኒ ዝኽእል ድኹም ፍጥረት'የ። ግን ብሓቂ ጽባሕ ኣብ ጎይታ ዝእመና ንሱ እዩ ዓርከኻየ እናበለ ዘትብዓኒ ዘሎ ምሳኻየ እናበለ እናሓባበለ ናባኻትኩም ዘቕርበኒ ዘሎ ብፍቕሩ እናሓባበለ ክብሪ ንኣምላኽ ዕላማ ናይቲ ርእይቶ ክዛረብ ጸኒሐ ርእይቶ ክህብ ዝኽእል ከመን እዩ ኣብ ዓለም ዝኾነ እዩ ከም ዲሞክራሲ ዝኾነ እዩ ርእይትኡ ዝህብ። ኣብ ቲዮክራሲ፣ ኣብ መንፈሳውን ኣምላኻውን ምሕደራ ግን ርእይቶ ክህብ ዝኽእል ከመይ እዩ ዝበሃል ከኣ ኣሎ። እንታይ ኢኻ ክትብል ደሊኻ ኣንታ ከይትብሉኑ በዓል ዲግሪ በዓል ዲፕሎማ ወይስ በዓል ባጤራ ድዩ ርእይቶ ዝህብ ክትብል ከይት ኢልኩም ደለኹም ኣይፋለይ ኣይከምኡን ግና ኣብ ምሳሌ ምዕራፍ ዕስራን ሓደን ኣብ ፍቕድ ዕስራን ሸሞንተን እንታይ ኢሉና ኣሎ እንተዘይተጋግየ እታ ምዕራፋ እቲ ዝሰምዕ ክዛረብ ይፍቀደሉ ኣህ ሪኢኹማ ዶ እቲ ዝሰምዕ እህ ንሱ ክዛረብ ይፍቀደሉ ብኻልእ ኣዘራርባ እቲ ዝሰምዕ ሕጂ ናይ ሎሚ ምዝራብ ከኣ ዋላ ብኢድካ ብወረቐት ጽሒፍካ ትገብሮ ኣብ ኮምፒተር ጽሒፍካ ትገብሮ ውን ዘረባ እዩ ማለተይ እሱ ውን ደይ ዘረባ እዩ ግን ሕጂ ብኸምኡ ብጽሑፍ መልክዕ ርእይቶኻ ክትህብ ብድምጺ መልክዕ ርእይቶኻ ክትህብ እንተስ ብጽሑፍ ክትዛረብ እንተስ ብልሳንካ ክትዛረብ ዝፍቀደልካ ግን መዓስ እዩ ክትሰምዕ ከለኻ እዩ። ምስማዕኻ መጀመርያ ርግጸኛ ኹን ቅድሚ ርእይቶ ምሃብካ። ምክንያቱ ኣብቲ ትሰምዖ ዘለኻ ከምቲ ዝድለ ጌርካ እንተ ዘይሰሚዕካዮ ኣብቲ ትህቦ ርእይቶ እውን ጌጋ ክህሉ ናይ ግድን እዩ። እዚ ምእንቲ ከይከውን እዩ እምበኣር እቲ ዝሰምዕ ክዛረብ ይፍቀደሉ ዝበለ። ሰሎሙን እቲ ዝሰሚዕ ክዛረብ ዝፍቀደሉ በለ እምበር ዝኾነ ክዛረብ ስለ ዝኽእል ክዛረብ ክፍቀደሉ ኣይኮነን ዝብል ዘሎ። እቲ ዝሰምዕ ዘይሰምዕ ክዛረብ ኣይፍቀደሉን እዩ። እቲ ዝሰምዕ ጥራይ እዩ ክዛረብ ዝፍቀደሉ። ስለዚ ርእይቶ ክትህብ እንከለኻ መጀመርያ ኣብ ቅድሚ ኣምላኽ ብትኽክል ሰማዕ ምዃንካ ብትኽክል ዝሰማዕካ ምዃንካ ኣረጋግጽ። ኣነ ርእይቶ ክህብ ተኾይነ ኣብ ናይ ካልኦት ሜድያ መጼ መጀመርያ ብትኽክል ምስምዐይ ከረጋግጽ ኣሎኒ። ሓደ ግዜ ንሓደ ሰብ ሓንቲ ዝሪኣ ዝነበርኩ ሊንክ ሰዲደሉ እቲ ሰብ ነታ ሊንክ ምስ ረኣየ ኣትዩ ምስ ረኣያ ቀጥታ ነቲ ኣብቲ ሚድያ ኮይኑ እዚ ነትን ዝበለ ርእይቶ ክጽሕፈሉ መሪጹ። ርእይቶ ምስ ጸሓፈሉ፣ እታ ዝጸሓፈሉ ርእይቶ ግና ቀድሚ ናብቲ ሰብ ምስዳዱ ናባይ ሰዲድዋ። ነቲ ሰብ ብትኸክል እንታይ ኢለዮ መስለኩም? ኣነውን ዝሰማዕክዎ ስለ ዝነበረ እዚ ርእይቶ ነዚ ሰብ እዚ ኣይግብኦን ኢዩ። ሕጂ እቲ ኣብ ሜድያ መልእኽቲ ዘመሓላለፈ ኣስላማይ እዩ። እቲ ንዕኡ ርእይቶ ዝጽሕፈሉ ዘሎ ኸኣ ምሳይ ዝጓዓዝ ዘሎ ሰብ እዩ። እሞ ከም ሓሳብ ንዖ ዝነቅፍ ዓይነት እንድዩ ክጽሕፍ ከም ሓሳብ ኮይነ ክርኢ እንከለኹ ዋእ እንኳዕ ገበሮ ይንቀፎ ከም ሰብ ማለት ከምዚ ኣነ ክርስትያን ኮይነ እቲ ካልእ ኣስላማይ ኮይኑ ተተራእዩ ከም ከም ብከምኡ ተተወሲዱ ማለት እዩ ክበሃል ትጽቢት ይግበር ይኸውን ግን እቲ ሰብ ክንቀፍ ዝግብኦ ስለ ዘይነበረ ክንቀፍ ዝግብኦ ኣይኮነን መጀመርያ ብትኽክል ምስማዕኻ ኣረጋግጽ። እንታይ እዩ ዝብል ደሎ ብኻልኣይ ኣብ ናቱ ስፍራ ኮንካ ንነገራት ጠምቶ ምክንያቱ እቲ ሰብ ኣስላማይ ከሎ ብመጽሓፍ ቅዱስ መሰረት ከረድእ እየ ርእዮ እሞ ነቲ መጽሓፍ ቅዱስ ኣነ መጽሓፍ ቅዱስ ናተይ እዩ ድብል ደሎ ሰብ ንዑ እዩ ብመጽሓፍ ቅዱስ ገይሩ ጠጠው ከብሎን ክምጉቶን ከሎ ርእዮ ስለዚ ኣብ ቁርኣን ድኣሞ ከመይ ዝበለ ኣፍልጦ ኣሎ ማለት እዩ ኣብ መጽሓፍ ቅዱስ መጽዩ ከይተረፈ ክዛረብ ዝክእል ኣብ ነቲ ቁርኣንስ ከመይ ገርዎ ኣሎ ማለት እዩ ይደብለካ ቅድም ቅድም እዚ እቲ ዝብሎ ዘለኹ ምስማዕ ክበሃል እንከሎ ከዓ ቀጥታ ኣነ ሕጂ ይዛረብ ኣለኹ ንኣብነት ሕጂ ክሰምዑ ንከለኹም ሰሚዕኹምኒ ማለት እሱ ዓይነት ኣይኮነን ምስማዕ ማለት ዓይነት ኣሰማምዓ ኣሎ ኣብ ዝኮነ ነገር ዓይነት ትበሃል ኣሎ ኣብ ክዳን ዓይነት ኣሎ ኣብ ኣብ ምግቢ ዓይነት ኣሎ ኣብ ኣብ ትምህርቲ ዓይነት ኣሎ ኣብ ዝኾነ ኳሊቲ ኳንቲቲ ዝብል ትጽቅጡ ዶ ከምኡ ሕጂ ኳሊቲ ዝኾነ ነገር እዩ ዘድልየካ ስለዚ ኣብ ኣሰማምዓ ድማ ዓይነታዊ ኣሰማምዓ እምበር እዚ እዝንና እኮ ምስማዕ ስለ ዝኾነ ስርሑ ሰሚዕ እዩ ዝኾነ ምስማዕ እሱ እዚ እዝንና ዝሰምዖ ምስማዕ ጥራይ ዘይኮነ ዘድልየና ዘሎ ግን እቲ ብትኽክል ነቲ ዝብል ዘሎ ብትኽክል ከረድኣና ዝኽእል ዓይነት ኣሰማምዓ እዩ ዝዛረብ ዘለኹ ሕጂ ኣነ እቲ ሰብ ዝብሎ ዘሎስ ብናተይ ኣበሃህላ ድየ ዝርድኦ ዘለኹ ወይስ ብኸምቲ ናቱ ኣበሃህላ እየ ዝርድኦ ዘለኹ መጀመርያ ከረጋግጽ ኣሎኒ። እንታይ ይብል ከም ዘሎ ሚእቲ ሚእታዊ ካብ ኢሞሽናሊቲ ወጼ ብትኽክል ከም ተረዳእኽዎ መጀመርያ ከረጋግጽ ክኽእል ኣሎኒ። ሕጂ ኣብዚኣ ኣበሃህላ እዚኣ ሓንቲ ነገር ኣብ ፍርዲ ንጥቀመላ ጥቕሲ ነምጻ እያ ሓንሳብ ማቴዎስ ምዕራፍ ሸውዓተ እንታይ ኢሉ ንሓውኻስ ካብ ዓይንኻ ከውጻልካ ትብሎ ኢሉ ጉንዲ ከውጻልካ በሰር ከውጻልካ ካብ ዓይንኻ ትብሎ ኢሉ ግና ኣብ ዓይንኻ ዘሎ ጉንዲ ከይረኣኻ ከመይ ጌርካ ኣብ ዓይኒ ሓውኻ ዘሎ በሰር ክትርኢ ትኽእል ኢሉና። እንታይ ኢሉ ኣብ ዓይኒ ሓውኻ እንታው በሰር ጥራይ እያ ዘላ ኣብ ዓይንኻ ግን ጉንዲ ኣሎ። ሕጂ እቲ ጉንዲ ቅድም ኣልግሶ ሽዑ እንታይ ኢሉ በሰር ናይ ሓውኻ ንምውጻእ ኣጸቢቕካ ትርኢ። ሪኢኹም ስለዚ ሕጂ ሓደ ነገር ክንሰምዕ ከለና መጀመርያ እቲ ናትና ጉንዲ ነልግሶ እቲ ስምዒታውነት ዝበሃል ጉንዲ ነልግሶ ቅድም ናብኡ ምጠሱ ነውጻዮ እቲ ዝበሃል ዘሎ ብምሕዳስ ሓሳብና ኮይንና ክንግንዘቦ ንኽኣል ሽዕኡ ሓውና ተጋጊኻ ኣለኻ ከምዚኣ ክትገብራ ኣለካ እዚኣ ከምዚኣ ክትብል ኣለካ ንምባል ኣጽሪና ክንርኢ ንኽእል እምበር በሰር በሰረይ ደኣ ደይ ንስኻትኩም መን ከውጽኣለይ በሰርኩም ደኣ ደይ ኣነ መን ከውጽኣልኩም ግን ቅድሚ ናብ ምውጻኣ ምኻደይ ናተይ ጉንዲ ከልዕል ኣለኒ ናተይ ጉንዲ ከልዕል ኣለኒ እንተዘይኮነ ጉንደይ ከየልዓልኩ እንተ ናትኩም በሰር ከውጽእ ኢለ ኣጸቢቐ ኣይክሪኦን እየ ነቲ ናትኩም በሰር ረኹም ስለዚ ርእይቶ ዝህብ መን እዩ መጀመርያ ስምዒታውነቱ ኣወጊዱ ብትኽክል ዝሰምዕ ሰብ እቶም ነቦና እዮብ ክምዕድዎ ዝፈተኑ ከም ወሃብቲ ርእይቶ ጌርና ንውሰዶም ምክንያቱ እዛረብዎ እዮም ነይሮም ቀጻሊ ግን ኣብ መወዳእታ እግዚኣብሄር ብዘረባ እቶም ሰለስተ ኣዕሩኽ እዮብ ኩራኡ ተቓጸለ ይብል እንታይ ነይሩ እቲ ሚስጥር ምቅጻሉ? ኮርዩ ኩራኡ ነዲዱ ንሶም እኮ ንኣምላኽ ነሐጉስ ኣለና ኢሎም እዮም ዝዛረቡ ነይሮም። ርግጸኛ እየ እግዚኣብሔር ክኹርየልና እዩ ኣይበሉን ክዛረቡ ከለዉ ክነቕንዖ ንእዮብ ኢሎም እዮም ዝዛረቡ ነይሮም። ግን ዘረቦም ኣበሳ ተረኺብዎ እንታይ ነይሩ እቲ ሚስጥር? ቀድሚ ምዝራቦም እዮብ ዝብሎ ዘሎ እንታይ ምዃኑ ሓደ ብሓደ ክግንዘብዎ ቅድም ነይርዎም ብትኸክል ክሰምዕዎ። እሱ እውን እኮ ኢልዎም እዩ ንስኻትኩምሲ ነቲ ቃላተይ ኢኹም ክትነቕፉ ትደልዩ ዘለኹም ኢልዎም እኮ እዩ። ፍቑራት ክንዮ ቃላት ሓሳብ ልቢ ዝበሃል ኣሎ ብቃላት ክግለፅ ዘይክእል ቀስ ኢልካ ክስተውዓል ዝግባእ። ቃላትና ክገልጾ ዘይክእል ቀስ እንዳበለ ጥራይ ክግለጽ ዝኽእል ብተረዳእነት ደረጃ ጥራይ ክትበጽሖ ዘለካ ነገር ኣሎ እሱኦም ዘይረኸብዎና እዮም እምበር ቃላቱ ዳ ካልእ እዋን ከምጻልኩም የድሓን እርይ ኣቢሎም እተን ዘዝበለን ቃላት እዮም ኣምፅኦምን ጎይታ ግን ኣይተሓጎሰሎምን ምኽንያቱ ኣይረኸብዎን እቲ ክብልዎ ዝግብኦም ብትኽክል ኣይረኸብዎን ስለምንታይ እዮም ዘይረኸብዎ ተይልና ኸኣ ዋእ ብትኽክል ስለ ዘይሰምዕዎ ንእዮብ ክርድእዎ ብዝኽእሉ ዓይነት ኣረ ኣሰማምዓ ስለ ዘይሰምዕዎ ኣብ ስፍራኡ ኣትዮም ብም ዓይነት ዝዓይነት ዝዓይነቱ ዘሎ ምስማዕ ስለ ዘይሰምዕዎ ክርድእዎ ኣይከኣሉን ክርድእዎ ከይከኣሉ ዝተረፉ ኣብቲ ዝዛረብዎ ስሕተት ክህሉን ኣይገድን እዩ ስለዚ እዩ ኸኣ እምበኣር ንጉስ ሰሎሞን እቲ ዚሰምዕ ኪዛረብ ይፍቀደሉ ዝበለ። እምበኣር ክደግማ፣ ኣነ ርእይቶ ክህብ ተኾይነ፣ መጀመርያ እትብሎ ዘለኻ ብትኽክል ከም እተረዳእክዎ ክፈልጥ ክኽእል ኣለኒ፣ ኣብ ስፍራኻ ኣትየ ምስማዐይ ከረጋግጽ ክኽእል ኣለኒ። ካብ ኮግሄኒ ወይ ከቖጥዓኒ ወይ ከሐጉሰኒ ካብ ዘኽእሉ ዝተፈላለዩ ዓይነት ስምዒታት ወጽየ ምስማዐይ ከረጋግጽ ክኽእል ኣሎኒ። ሽዑ'የ ክዛረብ ዝኽእል። ብመሰረቱ ነቐፌታ እንተኾይኑ'ሞ ከኣ ቅድሚ ንዓኻ ምንቃፈይ ቅድሚ ንዓኺ ምንቃፈይ ኣነ ከም ኣካልካ ከም ኣካልኪ ክገብሮ ዝነበረኒ ጌረ ዶ ኣይገበርኩን ኢለ ንርእሰይ ነቒፈ ሽዑ ክጽሕፈልካ ደይጽሕፈልካን ውሽጠይ ክምስክረለይ'ዩ። እቲ ሓቂ እዚ'ዩ። እንተዘይኮነ እምኒ ካባኻትኩም ሓጢኣት ዘይብሉ እምኒ የውድቐላ እዩ ነገሩ እሞ እምኒ ከውድቕ ኣይክእልን እየ ክብል እየ ርእሰይ ክረኽባ ይብኡ እንታይ ደኣ ኣነውን ከምኣ ደኣ ከምታ ክፈርዳ ዘቕረብኩዋ ከምኣ ምስኣ ኮይነ ደኣ ምሕረት ክደሊ ደው ክብል እየ እምበር እቲ ሓቂ ንሱ እዩ ስለዚ ቀድሚ ሕጂ ከምኡ ሪኢኹም ኣይትፈልጡ እንትኾኑ ኣነ ግን ከም ኣነ ክነብር ኣብዛ ዓለም እዚኣ ኣብዛ ምድሪ እዚኣ እግዚኣብሔር ኣምላኸይ ዝሃበኒ መሰል ኣሎ እቲ መሰለይ ግን ንቲዮክራሲ ጥራይ እየ ዘግዝኦ ከም ኩሉ ሰብ ሱቕ ኢለ ክጽሕፍ ይኽእል እየ ግን እቲ መሰለይ ንእግዚኣብሔር እየ ደግዝኦ እሞ ንእግዚኣብሔር ከግዝኦ ከለኹ ከኣ መሰለይ ብመጽሓፍ ቅዱስ መሰረት ክትግበርን ክነብረሉን ክነብሮን ክገብሮን ይግብኣኒ ኮይኑ ረኺበዮ ማለት ቲዮክራሲ ስለዚ ርእይቶ ብኣይ ሸነኽ ዕላምኡ ናብቲ ዝምልከቶ ስለዝኾነ ናብቲ ዝምልከቶ ጥራይ ድጽሕፍ። ኣሃ ንሰብ ናብቲ ዝም ንዑ ጥራይ ድጽሕፈሉ ተኾይነ ከምኡ ናባይ ንዝጸሓፍ ከኣ ንዓይ ጥራይ ስለዝኾነ ኣነ እወስዶ ምዃነይ የረጋግጸልኩም። ብኻልኣይ ደረጃ ርእይቶ ኣነ ብትኽክል ከምዝሰማዕኹም ርግጸኛ ምስኮንኩ ጥራይ'የ ክጽሕፍ ዘሎኒ። ንዓኻትኩም ዘመሓላልፋ ከኣ ብትኽክል ከም ዝሰማዕኩምኒ ብርግጽ ተረዲእናዮ ኣለና ምስ በልኩምኒ ጥራይ ክትጽሕፉለይ እንተ ኽኢልኩም ኣብ ቅድሚ ጐይታ ናእዳኹም ዓቢ ይኸውን። ክብሪ ንኣምላኽ። ካልእ ብድሕሪኡ ዘሎ ሕቶ እዩ። ሕቶ ኣነ ንኽሓትት ኰነ እስኹም ንኽትሓቱኒ ኰነ እግዚኣብሔር ኣምላኽ ዝሃበና መሰል እዩ። ከምዚ ኢሉ። ብዛዕባ ዝመጽእ ሕተቱኒ፣ ብዛዕባ ደቀይን ግብሪ ኢደይን ከኣ ኣዘዙኒ ኢሉና ኣሎ፣ ኢሳያስ ኣርባዓን ሓሙሽተን ዓሰርተ ሓደ። ብዛዕባ ዝመጽእ ሕተቱኒ ኢሉና ኣሎ። ክብሪ ንስም ይኹን። ስለዚ ሕቶ ሰብ ክሓትት መሰሉ እዩ። ኣብዚ ሕጂ ብዋንጋድ ዋንሳን ዝመሓላለፍ መልእኽትታት ኣብ ዘመሓላልፎ ትምህርትታት ዘይተረደኣኩም ምስ ዝህሉ ክትሓቱ መሰልኩም ኢዩ ሚእቲ ሚእታዊ። ኣነ ዘይኮንኩ ከኣ መንፈስ ቅዱስ ኢዩ ኣባይ ኮይኑ ዝምልሶ መልሰይ ንሱ ኢዩ። ዓሪፈ እየ ዝነብር ክምስክረልኩም በዚ ኣጋጣሚ። ሓደ ግዜ ሓደ ሰብ ቀደም ኣብ ሃዋርያት ቤተክርስትያን ከለኹ ክንደይ ብክልተ ሽሕ ኣቢሉ ራእይ ዮሃንስ ኣልዒልና ብዛዕባ ናይ ሽሕ ዓመት መንግስቲ ንዛረብ ነርና ጥዑም ዝኾነ ሓድሕዳዊ ምዝርራብ በቲ ጽሑፍ ነይሩና ዲስካሽን ንብሎ ብእንግሊዝኛ ማለት እሞ ኣብቲ ዝነበረናስ ኣብ ምዕራፍ ዕስራ ሒዝና ንዛረብ ኔርና እሞ እቲ ንህዝብታትን ኣህዛብን ዘስሕቶም ዓብዪ ገበል ንሱ ተኣስረ ዝብል ኣንቢብና ንኸይድ ኔርና ሕጂ እቲ ሰብ እንታይ ኢሉ ንሰባትሲ ሰይጣን ኣስሒትዎም ንብል ኣለና ኢሉና ሕቶ ኣሎ ዶ ምስ በልኩ ማለት እዩ ሸው ንሰይጣን ከመን ይስሒትዎ ዝብል ሕቶ መፂዎ ሕጂ ንሰይጣን ከመን ኣስሒትዎ ምስ በለ ኢሉ ምስ ሓተተ ዳርጋ እቲ ጉባኤ ኩሉ ብሽም የሱስ ኢሉ እዩ ሰንቢዱ። ኣነ ግና ኣይትኾ እንታይ ኮንኩም ትስንብዱ ሰብ ክሓትት መሰሉ እዩ ሓቲቱ ኣሎ ኣነ ሕጂ እታ መልሲ ኣይፈልጣን እየ ጎይታ ክበኒ ከሎ ግን ሓወይ ክነግረካ እየ ኢለዮ። ክብሪ ንኣምላኽ እሞ ካብታ ንእከበላ ቦታ ወጺእና እዚ ከረን ኣብ ከባቢ ካቲድራል ምስ በጻሕና እታ መልሳ ረኺበያ እናተሓጎስኩ ድማ ንጽባሒት ኣመሊሰሉ ማለት እዩ ክብሪ ንስም ይኹን እሞ ሕቶ ብዘየገድስ ካብ መጽሓፍ ቅዱስ ዘንበብኩሞ ሕቶ ክኸውን ይኽእል ኣብዚ ክትሓ ኣብዚ ክትገድፉለይ ትኽእሉ ኢኹም። ጽሒፍኩም ክትገድፍዎ ትኽእሉ ኢኹም። እቲ ሕቶኹም ንኽትፈልጡ ደሊኹም ትሓትዎ ደለኹም ስለ ዝኾነ ንስኻ ክትሓትት ከለኻ እቲ ሕቶኻ ድማ ሕቶ ናይቲ ካልእ ሰብ ኮይኑ ክጸንሕ ይኽእል ኸውን ምእንቲ እቲ ካልእ ሰብ ነታ ሕቶ ከይደግማ እታ ሕቶኻ ከምቲ ርእይቶ ዘይኮነ ሰለስተ ኣርባዕተ መዓልቲ ክትጸንሕ ትኽእል እያ እንተ መጽሓፍ ቅዱሳዊት ሕቶ ኮይና ካብኡ ናብኡ ፕራይቨት ዝኾነ ውልቃዊ ዝኾነ ሕቶ ንዓይ ዝምልከት ጥራይ ተኾይኑ ግን ካብ ሪኢቶ ፈልየ ኣይሪኦን እየ ንዓይ እየ ድወስዶ ምኽንያቱ ንዓይ ዝምልከት ስለ ዝኾነ መጽሓፍ ቅዱስ ዝምልከት ሕቶ ግና ብምሕረት ኣምላኽ መጽሓፍ ቅዱስ ወኪለ ክምልስ ክሳዕ ዘሎኒ መጽሓፍ ቅዱስ ከኣ ንኹሉ ዝምልከቶ ክሳዕ ዝኾነ እቲ ሕቶኻ እቲ ሕቶኺ ናይ ኩሉ ሕቶ ክኾን ይኽእል እዩ ስለዚ ኣብ ዓይነት ሕቶ ደግሞ ኣለኹ መጽሓፍ ቅዱሳዊ ሕቶታት ቅቡል እዩ። ካብቲ እንመሃሮ ትምህርትታት ዝፍጠረኩም ሕቶ ምሕታት እውን ቅቡል እዩ። ክብሪ ንኣምላኽ። ኣብኡ ነጻ ኩኑ። ኣጆኹም። እግዚኣብሔር ኣምላኽ እዩ ንጉስና። ንሱ እዩ መልስና። ካልኦት ትምህርትታት ካልኦት ሃይማኖታት ከምዚ ምህሩ እሞ ከምዚ ከምዚ ክብሉ ከለዉስ ሕቶ ኮነና ከምዚ ዓይነት ትምህርቲ ኣብ ዓይነት ትምህርትታት ናይ ካልኦት ሃይማኖታትስ ዝጋጨወኩም ሕቶታት እንተኾይኑ ኣነ ኣብ ዝብሎ ስለ ዘይኮነ ንዓይ ኣይምልከተንን እዩሱ ነቶም ከምኡ ክምህርኹም ከሎ ሕቶ ድፍጠሮም ንዖም ምልከቶም ከኣሱ ክተንብቡ ከለኹም ካብ መጽሓፍ ቅዱስ ዝፍጠረኩም ሕቶን ኣብዚ ኣብዛ ቻነል ዝመሓላለፍ ትምህርታት ይኹን ወይስ ደሓር ኣብ ስሩዕን ተኸታታልን ትምህርቲ በብደረጃኹም ሳብስክራይብ ብዝገበርኩሞ መጠን በብደረጃኹም ክትመሃሩ ከለኹም ዝፍጠረኩም ሕቶታት ጥራይ እዩ እዚ ድኹም ሓውኹም ዝምልከቶ። ክብርን ስብ ይኹን ስለዚ እዚ ድማ ሙሉእ መሰል ከም ዘለኩም ከረጋግጸልኩም እፈቱ ስለዚ ሕቶ ምሕታት ቲዮክራሲያዊ ዩ መሰልኩም ዩ ኣምላኻዊ ምሕደራ ዩ ኣምላኽ ባዕሉ ታይ ኢሉ ብዛዕባ ዝመጽእ ሕተቱኒ ብዛዕባ ደቀይን ግብሪ ኢደይን ኣዝዙኒ ስለዚ እቲ ሕተቱኒ ዝበለ ኣምላኽ ንሱ ሎሚ ውን ኣሎ ምሳና ስለዚ እቲ ንዓይ ዝሓትት ብኻልእ ኣዘራርባ ንኣምላኸይ እዩ ዝሓትት ዘሎ ማለት እዩ። እቲ ንዓይ ዝሓትት ንኣምላኽና እዩ ዝሓትት ዘሎ ማለት እዩ። እዚኣ ምዃና ጥራይ ከረጋግጸልኩም እደሊ፣ ከምኡ ክሳዕ ዝኾነ እዋን ከኣ መልሱ በብግዜኡ እግዚኣብሔር ንኹሉ ብግዜኡ ጽቡቕ ስለ ዝገብሮ በብግዜኡ ከኣ እቲ መልሱ ክንረኽቦ ኢና እሞ ጐይታ ብርኸብልኩም ሓፈሻዊ ሒዘዮ ዝመጻኹ ዝኸዶ ዘለኹ መንፈሳዊ ከይዲ እቲ ዝሓለፈ ሰንበት ዝተመሓላለፈን እዚ ሎሚ ዝተመሓላለፈን እዩ ዝመስል ክብሪ ንኣምላኽ እሞ ንሎሚ ኣብዚ ወዲኤ ኣለኹ ብኻልእ ዝትሕዝትኡ መደብ ኣብ ትመጽእ ሰንበት ክሳብ እንራኸብ ጸጋ ጎይታና የሱስ ምስ መንፈስኩም ይኹን ህልው ግዜኹም መጻኢ ግዜኹም እግዚኣብሔር ኣምላኽ ይባርኽ መጻኢኹም እናመድመደ ይመድምድ ሰላም ንዓኹም።